ሰላም ኣብ ውሽጥና ወፃን ትርከቡ ፍትዋትን ክቡራትን ተኸታተልቲ ህድሞና ነባሪት ከመይ ኣለኹም ኣኣብ ዘለኹሞ ኩሉ ፀፅብቑ ኩሉ ሰሰናዩ ንዓኹም እንዳበልና ከም ስሪኡኒ ዘለኹም ሎማዓንቲ ካብ ስቱድዮ ውፅእ ብምባል ናብ ሓደ ቦታ እየ ሒዘኩም ክኸይድ ኣብዚ ቦታ እዚ ሓንቲ ኣብነታዊት ኣዝያ ጻዕራም ዝኹነት ጓል ኣንስተይቲ ንምልላይ እየ ዝኸይድ ዘለኹ። እዛ ጓል ኣንስተይቲ እዚኣ ኣስመረት ዳምር እያ ትበሃል። ኣስመረት ክኢላ ናይ ምድላው መግቢ ኮይና ከምኡ እውን መምህር ናይ ምድላው መግቢ እያ። ኣስመረት ዳምር ነቲ ዘለዋ ሞያ ብተሞክሮ ጥራሕ ዘይኮነ ምስ ትምህርቲ ዝተሳነየ ክኾነላ ብምባል ዝተፈላለየ ትምህርትታት ኣብ ምውሳድ ዘላ ጻዕራም ጓል ኣንስተይቲ እያ። ሓደ ካብኡ እውን ካብ ሃገር ወጻኢ። ትምህርቲ ቀሲማ ነቲ ዘለዋ ሞያ ኣደራዕ ኣቢላቶ ዝመጸት ሃብሮም ጓል ኣንስተይቲ እያ። ከምኡ እውን ኣብ ዝተፈላለየ ምድላው መግቢ እትነጥፍ ኮይና ሓደ ካብኡ እቲ ንህጻናት ኣዝዩ ኣገዳሲ ዝኾነ DMK እንዳበልና እንጽውዖ ብፍሉይ ሃፍታም ዝኾነ ትሕዝቶ ዘለዎ እተዳሉ ጓል ኣንስተይቲ እያ። ሰፊሕ ሸፈነ ዘለዎ ኣብ ዝተፈላለየ ድኳናት እውን ናታ ቀዳምነት ተመራፂ ኮይኑ ኣሎ ኣብዚ ግዜ እዚ። ኣስመረት በዓልቲ ሓዳር ከምኡ እውን ኣደ ሓሙሽተ ውሉዳት እያ። እዛ ሃብሮም ጓል ኣንስተይቲ እዚኣ ኣብ ንኡስ ዕድሚኣ ማለት ኣብ ዓሰርተ ሸሞንተ ዕድሚኣ ተመርዕያ ሓዳራ ከምኡ እውን ደቃ ሒዛ ብተወሳኺ እውን እዚ ክንብሎ ዝፀናሕና ዝተፈላለየ ሞያ ገጥ ኣቢላ እትኸይድ ዘላ ፃዕራም ጓል ኣንስተይቲ እያ። ኣብዚ ግዜ እዚ ኣስመረት ንዓሰርተ መዓልቲ ኣዝዩ ጽዑቕ ዝኾነ ስልጠና ንተመሃሮ ክትህብ ቀንያ ኣብ ምምራቕ እውን ድሮ በጺሓ ኣላ ማለት እዩ። ስለዚ ምስዛ ሃብሮም ጓል ኣንስተይቲ እዚኣ ምስቶም ተመረቕትን ዘካየድናዮ መደብ እንታይ ይመስል ናባኹም ከነብሎ ኢና። መደብና ጀሚርና ክሳብ ዛዝም ምሳና ክትሓብሩ ብኽብሪ ይዕድመኩም። ሰዓቡኒ።

ዓደስ ብዱባ፣ ሩዝ ምስ ፋጆሊ፣ ሑሙስ ምስ ካብሎ ፍዮሪ፣ ምቁር ድንሽ ከምኡ ውን ባህላዊ መግቢ ብሄረ ትግርኛ ሕሾ ቀሪቡ ማለት ዩ። ነዚ ክካየድ ድሕሪ ምፅናሕ እነሆ ሎሚ ኣብዚ መዓልቲ መመረቕታና በፂሕና ኣለና ማለት ዩ። ነዚ ነፍሲ ወከፍ ኣብቲ ዝነበረ ናይ ኣመሃህራ ዓይነት መግቢ፣ እንታይ እዩ ዝመስል እቲ ዝተማጣጠነ ቢያቲ ወይ እውን ባላንስ ፕሌት ንብሎ እንታይ እዩ ድመስል ድብል ኣምር ሒዙ እዩ ነይሩ እቲ ስልጠና ከም ንፈልጦ እቲ ዝተመጣጠነ ቢያቲ ወይ ከዓ እቲ ባላንስ ፕሌት ንብሎ ሓምሳ ሚእታዊት ኣሕምልትን ፍረታትን ዕስራን ሓሙሽተ ሚእታዊት ኣእካል ማለት ምስ ገፈሉ ወይ ድማ ምስ ቀርበቱ ዕስራን ሓሙሽተ ሚእታዊት ከኣኒ ፕሮቲን፣ ፕሮቲን ከኣ ካብ ውጽኢት እንስሳታትን ኣታኽልትን ከምኡ'ውን እቲ ሻሻይ መኣዛዊ መግቢ ንብሎ ማይ ዘጠቓለለ ኮይኑ ቀሪቡ ማለት እዩ። ካብ ወገን ተሳተፍቲ ሰልጠንቲ ኣርባዕተ ደቂ ተባዕትዮ ከምኡ'ውን ሸውዓተ ደቂ ኣንስትዮ ዘጠቓለለ ነይሩ። ኣዝዮም ግዱሳት፣ ሸውሃት ፍልጠት ዘለዎም፣ ሓተቲ፣ ልዑል ተሳታፍነት ዝነበሮም፣ ዋላካ ሓጺርን ጽዑቕን እንተነበረ እቲ ናይ ትምህርቲ መዓልታት ብጣዕሚ ክናኣዱ ዘለዎም ሰልጠንቲ እዮም ኔሮም ማለት እዩ። ኣብዚኣ ሓንቲ ክላበዋ ዝደሊ እዚ ዝነበረ ስልጠና ናይ ኣሰልጠንቲ ስልጠና ስለ ዝነበረ ኣብ ነፍሲ ወከፍ ቦታኹም ኬድኩም ነቲ ተማሂርኩሞ ዘለኹም ነቲ ሕብረተሰብ ፍልጠት ኣብ ኣመጋግባ ክብ ክተብሉ ክላበወኩም እፈቱ። ደጊመ እንኳዕ ናብዚ መዓልቲ ኣብቀዓኩም የቀኔለይ። ቀጻሊ ቃል ኣሰልጣኒት ወይ መምህር ወይዘሮ ኣስመረት ዳምር ኣሰራሪት መምህር ኣሰራሪት ምግቢ። እንኳዕ ደሓን መጻኹም ተመልሰቲ ድማ ኣብቀዓኩም እዚ ስልጠና ሓጺር እዩ ኔሩ ብዝተኻለና መጠን ግን እቲ ዝተዋህበና መደብ ኣብ ግዚኡ መወደሲ ክህልወና እዩ። ኣሰልጠንቲ ድማ ኣዝዮም ግዱሳት፣ ፈልጡት፣ ትጉሃት፣ ሓተትቲ፣ ኣዝዮም ዝምስገኑ ዋላ ብዲሲፕሊኖም ዋላ ብኹሉ ነገራቶም ኣዝዮም ዝምስገኑ ነይሮም። ከምቲ ትፅቢቶም ድማ እቲ ዝግበኦም ሓበሬታ ቀሲምናዮም ክንከውን ተስፋ ይገብር። ካልእ ኩሉ ከምቲ ጽንዓት ክትብሎ ዝጸንሐት ኣብ በቦታኹም ኴንኩም ከኣ እቲ ዝተወሃበኩም ስልጠና እቲ ዝተወሃበኩም ትምህርቲ ክትሰርሕሉ ደጊምና ነዘኻኽር ማለት እዩ። ካልእ ነዚ ስልጠና ዝወደቡ ሚኒስትሪ ዕዮን ሰብኣዊ ድሕነትን ሚኒስትሪ ሕርሻ ካልኦት ኩሎም ኣብዚ ስልጠና ነዚ ስልጠና ክውን ክኸውን ዝገበሩ ኣዝየ የመስግን። ክልተ ሚኒስትርታት ኣብ ሂወተይ ዓቢ ተራ እዩ ዘለዎም። ሚኒስትሪ ዕዮን ማሕበራዊ ድሕነትን ገና ብቆልዓይ ከለኹ ኣነ ንዘኽተማ ተባሂሉ ኣብ ዝውሃብ ዝነበረ ሓገዝ ብእኡ ተደጊፈ እየ ዓብየ ማለት እዩ። ስለዚ ኣነ ትማሊ ተሓጋዚ ዝነበርኩ ሕጂ እታ ዝኽእላ ሞያይ ከካፍለኩም ክሕግዝ ኣዝዩ ደስ እንዳበለኒ እዩ። ካልእ ሚኒስትሪ ሕርሻ ከኣ በቲ ዝግደሰሉ ሞያ ክዓቢ ዝሓገዙኒ መመሊሰ ክእለተይ ከዕብን ውሽጣዊ ብቕዓተይ ክፍትሽን ዝገበሩኒ ኣዝየ እየ ዘመስግን። ስለዚ ገይሩ ዘሎ ጠቓምን ኣገዳስን ምዃኑ ክሕብር እፈቱ። ሰልጠንቲ ድማ እዚ ጠቒስኩሞ ዘለኹም እዚ ቀሲምኩሞም ዘለኹም ንእሽተይ ሓበሬታ ከተዕብይዎ መመሊስኩም ክትሰርሕሉ ይምሕጸነኩም። የቐንየለይ።

ዘሚካኤል ካሕሳይ ሳሌም ስእሉ ያው ነርና ኣቶ ሳላሕ ቀፂልና ዓወት ኪሮስ ጨንፈር ዳይክተር ጨንፈር ምምዕባል ዓቕሚ ሰብ ሰብን ስልጠናን ናብ መድረኽ ጣቕየት ምምሕዳ ኣሎ ዶ ልዋም ገብረ መድህን ለዋም ገብረ መድህን አቦዶም ከሰተ

ፍትዋት ተኸታተልትና ከምዚ ትርእይዎ ዘለኹም ናይ ሎማዓንቲ ምርቓ ብኣዝዩ ውዕውዕ ዝኾነ ኣገባብ እዩ ክካየድ ጸኒሑ። ሓለፍቲ ሚኒስትሪ ሕርሻ፣ ዝተፈላለዩ ወለዲ ከምኡ እውን ዕዱማት ስብ ዓቢኦም እዮም ብደስ ዝብል ኣገባብ ዝጽምብልዎ ዘለዉ። እዞም ተምሃሮ እዚኦም ናብዚ ናይ መመረቕታ መዓልቲ ንክበጽሑ ዝተፈላለዩ መምሃራንን ተሓጋገዝቶምን ኣብ ቅድሜና ኣለዉ። ሓንቲ ካብኣቶም ኣወሃሃዲት ዝነበረት ሌላ ሓፍትና እየ ሒዘልኩም መጽየ ዘለኹ። ሌላ ሓፍተይ መጀመርታ እንቋዕ ሓገሰኩም። Thank you እንቋዕ ሓጎሰና። መጀመርታ ብሽምኪ ንእሽተይ ብዛዕባ ስራሕኪ ንሌላ ክትብዮም ነዞም ተኻታተልትና። እሺ መጀመርያ ሽመይ ሌላ ዮሴፍ እብሃል ኣባል ሚኒስትሪ ዕድመን ማሕበራዊ ድሕነትን ኣብ መሰልጠኒ ማእከል ደብዓት ከም ኮኦርዲኔተር ኣወሃሃዲት መደብ ኮይነ ይሰርሕ። ኣብ ዝቐነየ ናይ ዓሰርተ መዓልቲ ስልጠና ድማ ከም ኣወሃዲት መደብ ኮይኑ ንዓሰርተ መዓልቲ ክሰርሕ ቀንየ። ጽቡቕ።
እቲ ዝሰራሕካዮ ዝደኸምካሉ ኣብ ፍረ ክበጽሕ ካብ ዝዓቢ ነገር ብትኽክል የለን። እዞም ተምሃሮ እዚኦም ዓሰርተ ሓደ ተምሃሮ እዮም ነይሮም። ካብ ዝተፈላለየ ትካላት እዮም እውን መጺኦም መስለኒ እንተዘይተጋግየ። ካበይ ካበይ ኢኹም ተሳሒቦም መጺኦም? እሺ እዞም ክምሃር ደቐነዩ ሰልጠንቲ ምሳና ካብ ዝተፈላለየ ትካላት መንግስቲ መጺኦምና። ኣርባዕተ ካብኦም ካብ ሚኒስትሪ ዕዮን ማሕበራዊ ድሕነትን ክኾኑ ከለዉ ሰለስተ ካብኣቶም እውን ካብ መሰልጠኒ ማእከል ሳዋ ክኾኑ ከለዉ ክልተ ካብኣቶም ካብ መዓስከር ደንደን ከምኡውን ክልተ ካብ ኩባንያ ህንፃ ሰገን ዝመፁ እዮም። ፅቡቕ ኣዝዩ ንባዕሉ እቲ ናቶም እውን ሕብራዊ እዩ ነይሩ ከምቲ ቀሪቦሞ ዝፀንሑ መግቢ ናቶም እውን ሕብራውያን እዮም ነይሮም ኣለካ ዝተፈላለዩ ትካላት እዮም መፂኦም ፅቡቅ ኣዝዩ ደስ ዝብል ካብኡ ብዝቐፀለ ናይ ተምሃሮ ድሌት ከመይ ነይሩ? ምክንያቱ እታ ዝነበረት ግዜ ሕፅር ዝበለት እያ ነይራ ዓሰርተ መዓልቲ ኣዝዩ ፅዑቕ ዝኾነ ትምህርቲ ከም ዝወሰዱ እውን ክንሪኦ ፀኒሕና ኢና። ከመይ ነይሩ ተገዳስነት ናይ ተምሃሮ? ኣብ ተገዳስነቶም መፂኻ ብጣዕሚ እየ ተገሪመ ወላ ንውን ብጣዕሚ ኣዝዮም ግዱሳት እዮም። ካልእ ኣብቲ ዘዝነበሮ ቦታ እውን ኣሰልጠንቲ ከምኡ ኣብ ዝተፈላለዩ ኣብቲ ሞያቲ ክሰርሑ ዝፀንሑ ስለ ዝኾኑ ኣብ ናይ ኣሰልጠንቲ ስልጠና ብዝገበሩ ተሳታፍነት ብጣዕሚ ሕጉስቲ እየ ነይረ። ዋላ ሰሙን ኣዝዮም ተሓጒሶም ተገዳስነቶም መጺኻ ኣብቲ ናይ ግዜ ኣከባብራ ኣብ ኣሰራርሓ መግቢ ኣብ ኩሉ ብጽፈቶም ኣዝዮም ውሕሉላት ምንባሮም እዚ ከይገለጽኮ ክሓልፍ ኣይደልን። ጽቡቕ
ካብዞም ተምሃሮ እዚኦም ሕጂ እንታይ ኢና ክንጽበ? ተምሃሮ እኮ ክንብሎም ኣይንኽእልን ኢና፣ ምኽንያቱ ኣብቲ ዓውዲ ነይሮም ክኾኑ ይኽእሉ እዮም፣ ሰልጠንቲ እንድዮም፣ እንታይ ኢና ክንጽበ ካብዚኦም?
ካብዚኣቶም ክንጽበዮ ንኽእል ብሓፈሻ ከምቲ እቲ ክምሃርዎ ዝቐነዩ ከመ ዝበለ መኣዛዊ መግቢ ሰሪሕካ ብቕልል ዝበለ ብፍኹስ ዝበለ ጸዓት ተጠቂምካ መግቢ ተዳሉ እዩ ብሓፈሻ ሕጂ ኣብቲ ዝጸንሐ ልምድታት ሲ ከመይ ጌርካ ነገራት ለዊጥካ ወይ ከዓ ነቲ ሕብረተሰብ ጠቓሚ ብዝኾነ መገዲ ከስተዋጽሉ ዝኽእሉ ባይታ ፈጢሮም ክዓዩ ይኽእሉ ካብኦም ክንጽበ ንኽእል ጽቡቕ እቲ ትምህርቲ እውን ብሓፈሻ ከምኡ ዘጠቓለለ እዩ ነይሩ ካብቲ ካልእ ቤት ትምህርትታት ክንሪኦ ዝጸናሕኩ ናይዚ ትምህርቲ እዚ ፍልይ ዝበለ ነገር ኮይኑ ዝስማዓካ መግቢ ኣሰራርሓ ጥራሕ ዘይኮነ እቲ መግቢ እንታይ ዓይነት ትሕዝታዊ ሃብታምነት ከም ዘለዎ ዕሙቕ ዝበለ ትምህርቲ እዮም ክቐስሙ ቀንዮም እዞም ተምሃሮ እዚኦም። ኣብ መወዳእታ ትብልዮ ነገር ብዛዕባ እዞም ተምሃሮ ብሓፈሻ እውን እዚ ዘቐንየ ስልጠና እንተለኪ ዕድል ንዓኺ ክህበኪ። እሺ
በዚ ዝቐነየ ስልጠና እኮ ብጣዕሚ ተሓጒሰ ዋላ ካብቶም ኣሰልጠንቲ ካብ መምሃራኖም ባዕሎም ሰልጠንቲ ብዝነበረ በቲ ዝተዋህበኒ ግብረ መልሲ ፈትዮሞ ከም ዝነበሩ እዩ ኣኖም ኣብኡ ንዓሰርተ መዓልቲ ምስኦም ስለ ዝቐነኹ ከምዚ ዓይነት ትምህርትታት ኮርሳት ደጋጊሙ ብከምኡ ተዝወሃብ ኣዝዩ ጽቡቕ ምኾነ እምበልኩ ምክንያቱ ንሳቶም ካብ ዝወጽኦም ካልኦት ክፈርዩ እዮም ስለዚ ከምዚ ዓይነት ዕድላት ደጋጊሙ እንተዝወሃብ ነይሩ ብዝያዳ ጽቡቕ ምኾነ ኣድማዒ ምኾነ ይብል። ስለዚ እዚ ንኹላትኩም ንኹላትናን እውን ዝግደፍ ዕዮ ገዛ ኮይኑ ይስማዓኒ ምኽንያቱ መግቢ እንበልዖ መግቢ ጥራሕ ዝኾነ እንታይ ዓይነት ሃፍታምነትን ትሕዝቶን ከም ዘለዎ ንኹላትካ ርዱእ ነገር ክኸውን ኣለዎ ብልምድን ብተሞክሮን እንጥቀመሉ ዝነበርና ኣሰራርሓ መግቢ ከመይ ጌርና ኣሀፍቲምና ብትምህርቲ ዝተደርዐ ከም ዝኸውን እዚ ትካል እዚ ወይ ከዓ እዛ መምህር እዚኣ ምስ ተሓባበርታ ከርእዩና ጸኒሖም እሞ ንቐጻሊ እውን ናብ ኩሉ ሰብ ንኽበጻሕ ኩሉ ሰብ እቲ ዘዝምልከቶ እእጃሙ ንኸበርትክት በዚ ኣጋጣሚ እዚ ለበዋና ከነሕልፍ ንደሊ። ሌሊ ሓፍተይ የቐንየልና ደጊምና እውን እንቋዕ ሓጎሰክን። Thank you ኣነ ውን የቀንየለይ ነዚ ዕድል ስለ ዝሃብኩምኒ እንቃዕ ሓጎሰና። ክቡራት ኩላትኩም ተመረቅቲ መጀመርታ እንቋዕ ኣብቃዓኩም እንቋዕ ሓጎሰኩም። ሽምካን ካበይ ከምዝመጻኻን ክትነግረና። ሽዕረይ።
ስመይ ኣበዶም ከሰተ እብሃል። ክመጽኣ ከለኹ ከኣ እናሰገም ኮይኑ ካብ ካዕላይ። እዚ ከኣ ብጣዕሚ ጽቡቕ'ዩ። ናይ ዓሰርተ መዓልቲ ኮርስ ዝወሰድናዮስ ምስ መጉለጺኡ ምስ ኣሰራርሑ ቅልጡፍ ምዃኑ በቲ ኣብ ካዕላይ ተማሃርናዮስ ጽቡቕ ረኺብናዮ ማለት እዩ። ኩሉ እቲ ካርቦሃይድሬት ንሃቱ ትሕዝቶ ገለ እናምሃሩ ኣብዚ ኣብጺሖምና። እዚኣ ዝሰራሕናያ መግቢ እዚኣ ከኣ።

ገርና ከኣ ጢሒናያ ሳሞና ጢሒናያ ንሓር ሽዑ ንመግቢ ከኣ ከምዛ ኩርማ እዚኣ ገርና ኣብ ማእኸላ ደኮሬሽን ገርና ፈርሶሜሎ ሰለሜሎ ገርና ቀሪብናያ ኣረ ጽቡቕ ኣብዚ ዝሪኦ ዘለኹ ዝተፈላለየ ሃፍታም ትሕዝቶ ዘለዎ መኣዛዊ መግብራት እዩ ተዳልዩ ዘሎ እዛ ናይ ዓሰርተ መዓልቲ ዝወሰድኩማ ስልጠና እንታይ ከሲበ ትብል ወዲ ከሰብኮ ብዙሕ እዩ ምክንያቱ ኣሰራርሓ ናይ ኣሕምልትስ ቤካ ኣኹሎ ጥራሕ ከም ስላጣ ገለመለ ገርና ጥሒና ንብለና ብዙሕ ቀመማት ዘለዎ ኣሰራርሓ ንባዕሉ ምቁር ድንሽ ኩሉ ዝተፈላለየ ኣብዚ ንሪኦ ዘለና ሲ ማራ ሓጋዚ ኮይና ረኺብናዮ ምስ ትሕዝትኡ ኩሉ ኣቀራርቡስ ብዛዕባ መምህርካ ከ እንታይ ትብለና ዓመት ክገብር ምሳኻ ከማን ኣይምጸራኹናን ጽቡቅ ኣቀራርባ ናይ ብሓቂ ብሕሱም ገጽ ኣቀባብላ ንባዕሉሲ ተራ ኣለዎ ጽቡቅ ኣቀባብላ ገጽ ክንመጽእ ከለና ኹን ማለት ስራሕ ኹን ከሸሸወካሲ ጽቡቅ ዝኾነ መንፈስ ተቀቢላትና ማለት እዩ
ንፉዕ መምህር ንፉዕ ተማሃሮ ከም ዘፍሪ ከኣ ንሀሊ ከኣ ኣብ ግብሪ ንሪኦ ኣለና እዚ ሰሪሕኩሞ ዘለኹም ማለት እዩ የቀንየለይ ናብ ሽምን ካበይ ከም ዝመጻናን ክትሕብራና። ኣነ እየ ፍሮዋይድ ዘውዱ ዝተባሃልኩ ካብ መዓስከር ደንደን እንዳ ስንኩላን ዝመጽ እየ ብትምህርቲ ናብዚኣ መጽኤ ተምሃርኩዋ ከዓ ብቲ ዝተውሃበኒ ትምህርቲ ፅቡቕ ተማሂረ ፅቡቕ ርኤ ብቲ ዝተውሃበኒ ከዓ ፅቡቕ ሰሪሐ ከሲበ ፅቡቕ ተማሂረሉ

መዓልቲ ስልጠና ኣዝዩ ጽቡቕ ነይሩ ሓጺራትና ከማነይ ሓጺራ ዓሰርተ መዓልቲ ሓጺራትና ንዓና ማስ ከምዚ ካብ ዝተፈላለዩ ቦታ መጺና ሲ ከምዚ ካብ መምህር እንዲ ድብገስ እሳ ስለ ዝጠመረትናስ ኣይንፋለጥና ከማን ኣይበልናን ደስ ጽቡቕ ነይሩ ናይ ዓሰርተ መዓልቲ ፍልጠት ዘለኹም ከማን ኣይትመስሉን ኢኹም ኣብ መንጎኹም ዘለዉ ህደት ዓንተው ይርእየኩም ነይረ ኣዚኹም ነዊሕ ግዜ ትፋለጡ ኢኹም ትመስሉ ካብ ምንታይ እዩ እዚ ትብሊ? እወ እዝስ ከምታይ እሞ ማሲ ብፍቕሪ ኢና ጀሚርናዮ ከምዚ ባዕላ መምህር ኣስመረሲ ከም መምህር ዘይኮነሲ ከም ዓባይ ሓፍትና ኮይና እያ ስለ ዝኣለየትናስ ወላ ሓንቲ ዝተጋየሽናሉ ነገር የለን ቀንዲ ከዓ ብልጫ ከዓ ናይ መምህር ኣስመረሲ
ፅቡቕ ካብዚ ተዳልዮ ዘሎ መግብታት ዝተፈላለየ መግብታት ነየን ኢኺ ትገልጽልና ምክንያቱ ኣዝዩ ሃፍታም ትሕዝቶ ዘለዎ ዝተፈላለየ ምግብታት እየ ርኤ ጢዒመዮ እውን ኣዝዩ ጥዑም ፍሉይ ጣዕሚ ዘለዎ ልዕሊ ኩሉ ከዓ እቲ ትሕዝትኡ ማለት ሃፍታም ትሕዝቶ ዘለዎ ስለ ዝኾነ ዓይኒ ክትገልጽልና ካብዚኤን እኳ ፍልይ ዝበለትና ንወላ ሰሚዐያ ርያ ይፈልጥ ናይ ዛ ናይ ፍሪታ ተዓተርያ ዝበዝሕ ፍሪታታ ብንቋሖ ጥራይና ንጥቀመሉ ማለት እዩ እዚኣ ፍሪታታ ዓተር ከዓ ዓተር ከዓ ዝበዝሕ ግዜ ኣብ ሽሮ ኣብ ገዛና ንጥቀመሉስ ብሽሮ ጥራይ እዩ ዓተር ወ ንሽሮ ኢና ንሽሮ ኢና ንጥቀመሉ ካብኡስ ወፃስ ኣይንጥቀመሉና ኣብዚኣ ፍሉይ ኢለ ዝረኣኹ ኣነ ግን ብንፍሬታታ ጠቅም ምዃና እያ ዋላ ሓንቲ ክስተ የብላን ማስተሃልኮ ነገር የለን ነታ ፍሬታታ ኖርማል ከም ነቲ ዓተር ከም ቅጫ ሰንኪትካ ኢኻ ዝሰርሓ ከምታ ናይ እንቋሖ ትገብራ ከዓ ኮሚደረ ሽጉርቲ ጌርካ ከዓኒ መፍቲምካ ከዓ ዝሰርሓ ማለት እዩ ትሕዝትኡ ምስ እንቋሖ ዝወዳደር ትሕዝቶ ኣለዎ ዶ ትብሊ ንስኺ እዋ ፕሮቲን ኣለዎ እዚ ከማን የተተመገብና ይብል ኣነስ ቅያር ሽሮ ሽሮ ብተዓሰር ቅይር ገነብላ ቅይር ኣቢልካ ቁርሲ ዝኸውን ምሳሕ ዝተፈላለየ ማለት እዩ እሞ ኣብ ገዛኸ ካብ ዝተምሃርክዮ ኣጥዒምክዮም ዲኺ ሰርሕሎም ኣለኽ ዶ ጀሚረ ጀሚረ ኣለዋ ናይ ገዛ ርእቶ ፅቡቅ ርእቶ እዩ ደሎ ማለት ከምዚ ካብቲ ንበልዖ መዓልታዊ መግብና ፍልይ ዝበለ ስለ ዝኾነ ሲ ፍልይ ዝበለ ፈትዮሞ እዮም ደለው ብሓቂ እቲ ኣዝዩ ደስ ዝብለካ ነገር ከዓ ኣብዚ እንታይ እዩ ናተይ ናይ ባዕለይ ውልቃዊ ርእይቶ ማለት እዩ እቲ መግቢ ተቐይሩ ምምፅኡ ጥራሕ ዘይኮነስ እቲ መኣዛዊ ትሕዝቶ ናቱ ኣብታ ሓንቲ ብያቲ ቀሪብካያ ዘለኻስ ማዕረ ክንደይ ዝተፈላለየ ዓይነት ትሕዝቶ ዘለዎ ቀሪብኩም ከም ዘለኹም ንስኹም ተማሂርኩም ተረዲእኩም ሲ ንሕብረተሰብ ነቶም ካብ ገዛኻ እንዲኻ ትጅምር ካብ ገዛኻ ከባቢኻ እንዳበልካ ማዕረ ክንደይ እንዳሰፍሐ ከይድ ከም ዘሎ ኣዝዩ ደስ ይብለካ ደጊምነ

ካብ ኣስመረት ጀሚርካ ናይ ብሓቂ ከም ዓባይ ሓፍትኻ እምበር ከም መምህርና ዘይኮናስ ከም ዓባይ ሓፍትና ኢና ንሕና ወሲድናያ ሓጺራትና መቸም ንዓና እታ ግዜ እታ ግዜስ ሓጺራ ግን ደሓን ኣለና ብሓንሳብ
ኣለና ኣብ ሓንሳብ ብላ ክለዋ ተማሃሮ ኣለና ኣብ ተስሚር ሓንሳብ ደሓን ብዝኾነስ ኣለና ኣብ ሓንሳብ እስከ ኣብ ጎኒ መምህርኪ ኢኺ ዘለኹሞ መጀመርታ ንመምህርኪ ክትገልጽለይ ደስ ምበለኒ ከመይ ትገልጽያ? ኣስሚር ብጣዕሚ ጥዕምቲ ሰብ እያ ፍቕሪ እያ በቃ ብሓጺሩ ይኽእል ኣነ ኣስመራ ኣጣቕላ ባህላትኩም ንኽብሪ መምህርኩም
በቃ ከም ፍቕሪ እያ
ፍቕሪ የለን
ሕራይ ካብዚ ተዳልዩ ዘሎ ዝተፈላለዩ መግብታት ነየን ክትገልጽልና
ዱባ ብዓደስ እንድያ ዓደስ ምስ ዱባ ዓደስ ምስ ዱባ እያ
እዚኣ ብጣዕሚ በቃ ኣብ ገዛና ብሎ ብዙሕ ነገር ተማሂርና ብዝኾነ እዚ ዱባ ብዓደስ ኣይንፈልጦን ኢና ዓደስ ሰሪሕና ስልሲ ጌርና ገለ ምብላዕ ጥራይና ንፈልጣ እዚኣ ግን ዱባ የእቲኻ ፕሮቲን ጥዑን ፍለ እቲኻስ እዚያስ ዓበይ ክሳያ ዓበ ትምህርቲ እያ ዓባይ ትምህርቲ እያ ዱባ እዚኣ። ምስ ቅራፉ እዩ ከኣ እቲ ዱባስ ምስ ቅራፍ እዩ ሃብታም ትሕዝቶ ክህልዎ ሃብታም መታን። ትሕዝቶ ክህልዎ ምእንታን እዚ በቃ ሃብታም ትሕዝቶ ዘለዎ መግቢ እዩ እወ። ብጣዕሚ ዓቢ ትምህርቲ ተማሂርና ኣብ ገዛና እውን ኬና ፈቲናዮ ጥዑም ከመይ ተባሂልኩም መመልሲ? ጥዑም ብጣዕሚ ጥዑም ኣነ እውን ዓንቶይ ክጥዕሞ ከለኹ ዱባ እወ። ነብሰይ ዱባ ኣይፈቱን እየ ነይረ እያ፣ እህ። ኣብዚ ምስ ኣተወ ኣብዚ እየን ክልቲኤን ምስ ተሓወሰ ግን እወ። እቲ ጣዕሙ ምስኡ ተሓዋዊሱ ካልእ መቐረት እዩ ዝህብ ሃፍታም ትሕዝቶ እውን ኣለዎ ኣዝዩ ጥዑም ማለት እዩ ኣስሜራ ኣብታ ነክስት ኮረስ ተመዝጊበ ኣለኹ ኣዳሜቲ ኣራያ ሚለይና ኣራይ መጀመርታ እንኳዕ ሓጎሰክን ኣመስግንና ሽምን ካበይ ከም ዝመፃኸን ሽመይ ሽም የዲ ተኽለ ይባሃል ኣባል ኩባና ህንፀት ሰገነ ዝመፀኹሉ ቦታ ከዓኒ ማእኸላይ ስልጠና ካላት

ሕራይ ካብዚ ተዳልዩ ዘሎ ንየኒኸ ክትገልጽልና? ሓኣይ ኣነ ሕሾ ክቐልጸ ሕሾ ከም ጣፍ ኣጥሒና ማለት እዩ በርበረን እዚ ንዓነታ ጣፍ ምስ ኣብ ባዴላ ወይ ኣብ መጎጎ ጌርና ከም ሽሉቕ ዝበለ ከይ ከይደረቐ ከሎ ማለት እዩ ኣውፂና ጣጢዕ ዝተጎደአ በርበረን ጌርና ማለት እዩ ንዲዕኽና ንቕርባ ማለት እዩ እቲ ደስ ዘብል ነገር ከዓኒ ሕሾስ ከምዚ ኣብ ዓውዲ ኣብ ዓድታት ገለ እዩ ዝጥቀመሉ ሰብ እቲ ባህልና ደስ ዘብል ምዃኑ በዚ ኣጋጣሚ ንሪኤሉ ማለት እዩ እዚኣታ ኣዝያ ዝገረመትኒ እያ ኣይፈልጣን እየ ነይረ ኣሰራርሓኣ ወይ እውን ከመይ ጌርካ ከም ትብላዕ ብምንታይ ከም ትስራሕ ኣይፈልጣን እየ ነይረ ግን ኣዝዩ ሃፍታም ትሕዝቶ ዘለዎ ከምዚ ኩሉ ክንገልፆ ዝፀናሕና ኩሉ ብትሕዝቶ ኢኻ ትኸዶ ግዜ እዚ ናይ ቀደም ኣቦታትናን ኣያታትናን ዝጥቀምሉ ዝነበሩ ኣብዚ ግዜ እዚ ኣብ መኣዲ ተቐሪቡ ክትሪኦም ከለኻ ኣዝዩ ደስ ዝብለካ ነፍሲ ወከፍ ሰብ እውን እቲ ትሕዝቶ ስለ ዘሎ ኣብ ከባቢና ስለ ዘሎ ክጥቀመሉ ከም ዘለዎ ዝሕብር ኣጋጣሚ እዩ እሞ ደስ ይብለካ ማለት እዩ። እስከ ሓንቲ ሕቶ ክሓተኪ ብልምድን ብልምድን ንሰርሖ ዝነበርናን ኣብዚ ግዜ እዚ ግን ብዝተራቐቐ ወይ ከዓ ብትምህርቲ ተደሪዑ ዝኸይድ ኣሰራርሓ መግብን እንታይ ፍልልይ ኣለዎ ትብሊ ንስኺ? ንኣብነት ካብ ዓቐን ጀሚርካ ዓቐን ኣብ ገዛናስ ጨው ዲና ክነእቱ ማይ ዲና ክንውስኽ ገለስ ኢልካ ኢኻ ሓዋዊስካ ኢኻ ትገብሮ ብዘይ ኣፍልጦ ማለት እዩ። ንዓኺ ከመይ ይመስለኪ ትምህርቲ ምስ ቀሰምክን ቅድሚኡ ዝነበረን ከመይ ኣወሃሂድክዮ? ሕራይ ትምህርቲ ዝወሰድካዮ ኩሉ ነገር ዋላ ንጥዕናኻ ብዓቢኡ ነቲ ትሕዝቶታት ዘለዎ መግብታት ንምፍላጥ ትምህርቲ እቲ ዝገደስ ነገር ዝያዳ ናይ ትማ ካብ ትማሊ ከኣ ሎሚ ዝሓሸ ኮይኑ ረኺበዮ ማለት እዩ። ኣብ ገዛ ተዳልዩሎም ድዩ? እወ። ኣሸቂምክዮም ዲኺ? እወ። ከመይ ነይሩ ግብረ መልሲ ናይ ስድራ ቤትኪ?
ብጣዕሚ ጽቡቕ ደስ ዘብል

ግዜ ግን ሓፂራትና ግዜ ሓፂራ ኣብተን ዝነበራ ዓሰርተ መዓልቲ ከመይ ነይሩ ትምህርቲ ኣት ብጣዕሚ ፅቡቕ ነይሩ ምስ ፍቕሪ ኩሉ ምስ ኩሉ ተምሃሮ ትላለ እቲ መግቢ ተዋሃይድካ ትሰርሕ ዝጎደለካ ትመላላእ ብጣዕሚ ፅቡቕ ነይሩ
ካብ ተዳልዩ ዘሎ መግብታት ነየን ብፍሉይ ትገልጽልና ደስ ይብለኪ
ብዛዕባ ፓስታ ሕጂ ብዛዕባ ፓስታ ክንዛረብ ተኮይና ሲ ከም ልምስ ንፈልጦ ብስጎ እዩ ዝስራሕ ሕጂ ግን ብኣሕምልቲ ብኩሎም ብበዓል ካሮቲ ዙኩኒ ጌርና ሃብታም ትሕዝቶ ጌርና ከም ስጎ ኣቕሪብና ኣለና ግን ከም ልምድ ብቲ ካልእ ግዜ ግን መብዛሕትኡ ግዜ ፓስታ ብስጎ እዩ ዝብላዕ ሕጂ ግን ብኣሕምልቲ ጌርና ኣሃፍቲምና ሃብታም ትሕዝቶ ከም ዘለዎ ጌርና ንምገቦ ኣለና ብጣዕሚ ጽቡቕ ፍሉይ ትሕዝቶ ኣለዎ እየ ይብሉ ኣነ
ኣብዚ ጣውላ እዚ ከም ዝሪኦ ዘለኹ ብጀካ ሓንቲ መግቢ ካልእ ኩሉ ናይ ኣሕምልትን ውፅኢት ናይ ኣሕምልቲ ብዝኾነ ነገራት እዩ ተሰሪሑ ዘሎ ንምንታይ ኢና ኣብዚ ግዜ እዚ ኣሕምልቲ ንጠቀም ንብል ዘለና እንታይ ንሓፍት ስጋ ክንወፅእ ተደልዩ
ንጥዕናና ሲ ኣዝዩ ብዙሕ ትሕዝቶ ስለ ዘለዎ ኣሲ ጠቐምትና ዝበዝሐ ሲ ካብ ኣሕምልቲ ስለ ንረኽቦ ከምኡ ይኽልጥ ፅቡቕ መግለፂ እዩ ከምዚ ክትብልዮ ፀናሕኪ ኣብዚ ግዜ እዚ ካብ ስጋ ውፅእ ኢልና ዝተፈላለዩ ኣሕምልቲ ምጥቃም ንጥዕናና ኣዝዩ ኣገዳሲ እንዳኾነ ዝኸደሉ ዘሎ ግዜ ኢና በጺሕና ዘለና የቀንየልና ናብ ሓውና ክትብለይ እዚኣ መጀመርታ ካልኣይ ናይ ኣበዶም ካልኣይ ናይ ኣበዶም ሓውና ወዲ ተባዕታይ ስለ ዝረኣኹ ኩላትን ንኽብሪ ምክንያቱ እዚ ሞያ እዚ ናብ ደቂ ኣንስትዮ ጥራሕ ክሽኒ ናብ ደቂ ኣንስትዮ ዝብል ርድኢት ስለ ዘሎ ኣብዚ ግዜ እዚ ኮ እናማዕበለ ይኸይድ ኣሎ ግን ሓውና እውን ክብሪ ይግባእካ እዩሞ

ተወሳኺ ትምህርቲ ኣዝዩ ይሕጉሰኒ ማለት እዩ። ኣዝዩ ደስ ዝበል ነገር ውሉድን ወላድን ኣብ ሓደ ሞያ ክትወስዱ ከለኹም ኣዝዩ ደስ ዝብለካ ነገር እዩ። ደጊመ እንቋዕ ሓጎሰኩም ክብለካ ይደሊ። ከመይ ነይሩ ናይ ዓሰርተ መዓልቲ ስልጠና? ብጣዕሚ ጽቡቕ፣ ኣዝዩ ሃብታም ትሕዝቶ ዘለዎ ካብ ኣሕምልቲ ዝተፈላለየ ትሕዝቶ ከም ዘለዎ መብዛሕትኡ ህዝብና ንሕምልቲ ኣቕሊሉ እዩ ዝሪኦ። ምክንያቱ ዋግኡ ድዩ ሕሱር ኮይኑ ዋላ ጥቕሙ ኣይፈለጥዎን ማለት እዩ። ዋጋ ሕሱር ስለ ዝኾነ ኣዝዮም ንሕምልቲ ኣዝዮም ከም ትሕዝቶ ዘይብሉ እዮም ዘብልዎ። መብዛሕትኡ ሓይሊ ካብ ስጋ ውን ዓይነታት ዓሳ ገለመለ ሃብታም ትሕዝቶ ዘለዎ መስሎ። እቲ ሃብታም ትሕዝቶ ግን ኣብ ሕምልቲ እዩ ዘሎ። ምክንያቱ ኣሕምልቲ ዝተፈላለየ እዚኦም መኣዛታት ምግቢ ኣለዎ ዋላ ንኹነታት ጥዕናኻ ውን ኣዝዩ ሓጋዚ እዩ ማለት እዩ ብፍላይ ኣብዚ ግዜ እዚ ሲ ዝያዳ ህዝብና ናብ ኣሕምልቲ እዩ ጸቂጡ ደብል ዘሎ ማለት እዩ ሕጂ ኣብ ሓደ ካብ ሓንቲ ናይ ኣሕምልቲ ዝተዓወሰ ዝተሰርሐ ርኢናዮ ዘለና ዝተፈላለየ ኣሕምልቲ እዩ ዘሎ ንኣብነት ካውሎ ኣሎ ሳላጣ ኣሎ ካሮቲ ድንሽ ምቁር ድንሽ ዙኪኒ ማለት እዩ እዚኦም ዝተፈላለዩ እዚኦም ኩሎም ሓዋዊስካ ክሰርሖም ከለኻ ነንባዕሎምቲ ካብ ዝተፈላለዩ ኣሕምልትስ ዝተፈላለዩ ዓይነት ቫይታሚን ሃብታም ትሕዝቶ ዘለዎ መዓድናት ከዓ ንረክብ ማለት እዩ ጥዕናና ከዓ ኣዝዩ ሓጋዚ ረኺበ ማለት እዩ ካብ ኩሉ ደሕጉሰኒ ከዓ እንታይ እዩ ኣብዚ ሓደ ስድራ ኮይና ብፍላይ መምህር ኣስመረት ናይ ዓሰርተ መዓልቲ መምህርና እንድያ ዳርጋ ናይ ዓሰርተ ዓመት ሌላ ዘሎ ዋላ እዞም መማህርተይ ማለት እዩ ኣዝዩ ፍቕሪ ዘለዎ ትምህርቲ ምዃኑ ከዓ ኣዝዩ ይሕጉሰኒ ማለት እዩ እጂ ድማ ዝተማሂርናዮ ዘለና ኩሉ ብፍላይ ናይ ኣሕምልቲ ፀቂጠ ማለት እዩ ኣብ ካብ ተፈላለየ ኣህታትን ካብ ተፈላለየ ቦታታት መፂና ኣለና እዚ ሃብታም ትሕዝቶ ከም ዘለዎ ኣሕዋትናን መሳርሕትናን ከኣ ካብዚ ተማሂርናዮ ዘለና ከነካፍል ንፈቱ ማለት እየ። ጽቡቕ ንሞያኻ ብትምህርቲ ምድራዕ ከመይ ይመስለካ ንስኻ እንታይ ርእይቶ ኣለካ ኣብዚ? ብጣዕሚ ጽቡቕ ሞያ ብትምህርቲ ኣዝዩ ሓጋዚ እዩ ምኽንያቱ መጀመርታ እትኦም ትሰርሖም ስራሓት ትሕዝትኦም ይኹን ብዝሖም ዓቐኖም ትፈልጥ ማለት እዩ። ካብኡ ኣስዒብካ ከኣ ኣየን ቅድሚ ኣየን ኣቐዲሙ ስራሕ ኣየን ድሒሩ ስራሕ ማለት ብልምዲ ሓዋዊስካ ኢኻ ትሰርሕ። ሕጂ ድሕሪ ትምህርቲ ኣለካ ግን ኦርደር እዩ ኣየን እዩ ቀልጢፉ ዝበስል ኣየን እዩ ደንጉዩ ዝበስል ኣቐዲምና ንእትዎም ድሒርና ንእትዎም ፈሊጥና በገባብ ንምስርሖም ማለት እዩ። እቲ ስራሕ ከኣ ኣብ መወዳእታ ኣዝዩ ጽፉፍ መግቢ ትሰርሕ ማለት እዩ። ትክክል ኣብ ሓደ ገዛ ውሉድን ኣቦን ኢኹም ትምህርቲ ቀሲምኩም ዘለኹም ምስ ስድራ ቤት ትምግብዎና ኣለኹም ዲኹም? ሕጂ እንታይ ክብል ደልየ ወደይ መበለይ ኣነ ካብ ማእከል ስልጠና ሃገራዊ ኣገልግሎት መጽየ ምሽለኪ ወደይ ደቅና ኢና ንብሎም እቶም ኣብኡ ዓሊምና ኣቢልና ምሳይ ስለ ዝነበረ ዋላ እውን ከም ተወሳኺ ኣብ ካዕላይ ብዓቕምና ኣብ ሓደ ኮርስ ተራኺብና ነርና ዳግማይ ከዓ ኣብዚ ናይ ኣስመራ ማለት እዩ ብምትሕግጋዝ ናይ ሚኒስትሪ ዕዮን ሰብኣዊ ድሕነትን ንሚኒስትሪ ሕርሻን ኣዚና ኢና ነመስግን ብፍላይ መምህርና ኣስመረት ክኣ እንዳ ምርኮላይ ኣዚና ኢና ነመስግና ማለት እዩ ብጣዕሚ ግዜኣ ከይበቐቐት ኣብቲ ዓሰርተ መዓልቲሲ ኣዝዩ ፍቕሪ ዘለዎ ትምህርቲ እያ ምሂራና ንቐጻሊ ከኣ እዚ ግዜ ኣዝዩ ስለ ዝሓጸረና ተወሳኺ ትምህርቲ የድልየና ማለት እዩ ዘይንፈልጦ ነበርና እዚ ፈሊጥና ኣለና ሕጂ እውን ዝተረፈና ከም ዘሎ እየ ዝፈልጥ ማለት እየ ዝተረፈና ከኣ ንካልኣይ ግዜ ውን ተውሳኪ ግዜ ተዋሂብና ሲ ትምህርቲ የድልየና ንተወሳኪ ማለት እያ ኣብ ቀጻሊ። ጽቡቅ የቀንየልና።
ከም ዝበልካዮ ዓሰርተ መዓልቲ ውሑድ ክኸውን ይኽእል እዩ። ኣብታ ናይ ዓሰርተ መዓልቲ ግን ሰፊሕን ዕሙቕን ዝበለ ትምህርቲ ከም ዝወሰድኩም ኢኹም ኩላትኩም ክትነግሩኒ ጸኒሕኩም። ትኽክል። ኣቦ ዝበልኩኻ ከኣ ካብ ከርስኻ ዝወጸ ጥራሕ ኣይኮንካን ትብል ከምዚ ክትብሎ ዝጸናሕካ ምሳኻ ንዝሰርሑ ኣብ ከባቢኻ ንዘለዋ ውን ጭዋ ዝኾነ ባህሊ ስለ ዘለና ነቶም ምሳኹም ዘለዉ ደቀይ እንዳበልኩም ኢኹም ትጽውዕዎም ኣዝዩ ደስ ዝብል ነገር እዩ ማይክ ንሓፍትና ክትበለይ እሞ እሺ ኣቐኒለይ የቐኒለይ ሕራይ ሽምክን ካበይ ከም ዝመጻኺ ክትነግርና ኣነ ዳናይት ግርማ ይበሃል ካብ ማእከል ስልጠና ደብዓት እየ መጽየ ሎምዓንቲ ከኣ ናይዚ ሃፍታም ሳላጣ ክገልጸልኩም ደልየ ዘለኹ እዚ ሃፍታም ሳላጣ ዝበዝሐ ኣብ ግዛናስ ሰላጣ ጌርና ኮሚደረ ሽጉርቲ ጌርና ኢና ክሳይ ንገብረላ ኣብዚ ግን እንታይ ኣለዋ ድንሽ ኣለዋ ኮሚደረ ካሮት ኣዳጉር ኣለዋ ቋዕኹ ኣለዋ ሕጂ እዚኣ ኩሉ ዘማልአት እያ ኢቭን ከማን ሶስት ክንሰርሕ ከለና ፉል ተጠሒኑ ሓዋዊስና ምስ ዘይቲ ጌርና

ኩሉ እዚ ካርቦሃይድሬት ኣለዎ ኩሉ ምስ ኣለዎ ኩሉ ዘማልእ ስለዝኾነ ስ ንኩሉ ስታይ ክገብር ይኽእል እዩ ዓንጋል ዝኾነ ከም ሰላጣ ስ ፎክሰልካ ጥራሕ ዘይኮንካ ምስ ኣለዎ ኩሉ ስለ ዘለዎ መምለእ ከብዲ እውን ከዓ ያ ከመይ ነይሩ ናይ ዓሰርተ መዓልቲ ኮርስ ዝወሰድኩሞ ወይ ስልጠና ዝወሰድኩሞ ኣዝዩ ፅቡቅ ነይሩ ከም ሓቂ ኣነስ ካብቲ ዝደልዮ ነበርኩ እዩ ኣነስ ስፖርት ኣዚ ኣብኡ ዝሳተፍ ስለ ዝኾንኩ እቲ ምግብታትስ ከመይ ክኸውን ኣለዎ ኢለስ ካብቲ ሰርች ዝገብረሉ ዝነበርኩ ወላ ንእሽተይ ኣፍልጦት ዘለዎ ሰብስ መዓልታዊ ዝሓቶ ነይረ ሕጂ ግን እዛ ዕድል ብምምፅኣይ ኩሉ ብሓፈሻ ክረኽቦ ከሎ ኣዝዩ ተሓጒሰ ኢቭን ከማን ምሻሎ እዚስ እዚ ኣካይዳስ ከምዚ ኣብ ካልእ ሃገር ዘላ ኮንክ ስማዓካ ንሕናስ እንጀራ ጌርና ክሳይ ንገብር ነይራ ዝፀብሕናስ ሓንቲ ወይ ክልተ ፍሉይ ነገር ኣይነበሮን ኣብዚ ግን ብኩሉ ተሓዋወሰ ኩሉ ከዓ ንመኣዛ ዘድልየና ንዓና ዝተቐረበ እዩ ኩሉ ዘለዎ ስለዚ ኣዝዩ ኣገዳሲ ኮይኑ ንረኺብዮ ኣብዚ ናይ ሎማዓንቲ መግቢ ክሪኦ ዝፀናሕኩ ሃፍታም ትሕዝቶ ኣለና ንሕና እሞ ከዓ ባህርያዊ ብምዃኑ ከዓ ልዕሊ ኩሉ ተመራፂ ማለት እዩ ኣብዚ ግዜ እዚ ዝተፈላለየ ኬሚካላት እንዳገበሩ ኣብ ሓፂር ግዜ ናብ መሸጣ ዘብፅሕዎ ፍርያት እዩ ኣብ ዓለም ገኒኑ ዘሎ። ናትና ግን ምስቲ ብሃፍታሙ ዘለና መግቢ ኣብ ኣጠቓቕምኡ ጥራሕ ኢና ሰኒፍና ክንከውን ንኽእል እምበር ኣዝዩ ሃፍታም ዝኾነ መግቢ እዩ ዘለና። ከምዚ ዓይነት ተበግሶ ምውሳድ ከኣ ንመምህርኩምን ልዑል ክብሪ ይግባኣ። በዚ ኣጋጣሚ እዚ ዝተፈላለዩ ዝምልከቶም ኣካላት እውን ከምዚ ዝኣመሰለ ዕሙቕ ዝበለ ትምህርቲ ክህቡ በዚ ኣጋጣሚ እዚ ለበዋና ክንህብ ንፈቱ ማለት እዩ። ኣብዚ ናይ ዓሰርተ መዓልቲ ኮርስ ወይ ከዓ ስልጠና ፅቡቕ ዝኾነ ተመክሮ ኣጥሪኺ ከም ዘለኺ ክትነግርን ፀኒሕኪ ከመይ እሞ ምስቲ ኣብ ስፖርት ትግደሲ ንስኺ ትጥቀምሉ ጀሚርኪ ዶ ኣብ ነብስኺ ኣብ ስድራ ቤትክን? ሕጂ ኣሎ ገለገለ ከምዚ ድፍር ኢልካ ዘይትጅምሮ ኣሎ ግን ምጥቕምካ ተኾይኑስ ዋይ ናት ካንስል ጌርካ እቲ ሕማቕ ነገራት ናብ ፅቡቕ ነገራት ስለምንታይ ዘይትኣቱ ሕጅስ ኣነ ኣገዳሲ ረኺብዮ ኢብን ከማን ኣብ ገዛኻ ኮንካ ክትጥቀመሉ ትኽእል ብኖርማል ጌርካስ ጥራሕ ትምቅማም ሕጂ ኢብን ኣንተ እዚኣ ኣዳጉራ ንሕናስ ጥጥቆ ጥራሕ ኢና ንሰርሖ ነርና ኣብዚ ግን እንታይ ኮይኑ ኣብ ዝኾነ ኣቶ ኢብን ኣብ ሩዝ ከማን ኣትዩ ኣሎ ወላ ምፍር ኖርማል ከማን ከም መመላኽዒ ክኸውን ወላ ኖርማል ሓዊስካ ክትበልዖ ትኽእል ኢኻ ሕጂስ ብሓንቲ ነገር ዘይኮነስ ብብዙሕ ነገራት ክገብሮ ከም ዝክእል እየ ተማሂረ ዘለኩ
ፅቡቅ የቀንየልና። ስመይ መድህን ተኽሉ ካብ መዓስከር ዘንደን ከኣ መጽየ። ትምህርቲ ከመይ ነይሩ ዝወሰድኩሞ ስልጠና ከመይ ጠቂምኒ ትብሊ? ትምህርቲ ብጣዕሚ ጽቡቕ ምክንያቱ እንድዒ መመሊስና እንተ ንቕጽሎ ከማን ኢና ንብል ምክንያቱ ነቲ ደለካ ትምህርቲ ወስኸሉ ስለ ዝብል ንክንውስኸሉ ጥራሕ ከማን ምደለና ናይ ትምህርቲ ልክዕ ኩሉ ንሰርሖ እንዲና ትሰራርሓ ጊን ከምዚ ይኮና ንሕና ንሰርሖ ከምቲ ልሙድ ዝጸንሐ ኢና ደይ ንሰርሖ ከኣ ኮይና ኣይኮናን ኩሉ እዚ ፍረታት እዚ ንሪኦ ዘለና ኣብ ጸብሒ ንእትዎ ኢና በብናቱ ድዩ ወይ ነንበይኑ ድዩ እንዳ ገበርና እቲ ድሕጉሰካ ጉዳይ ጊን እዚ ኣብ ሓንቲ ድስቲ እሞ ጊዜ ከይ ወዳእካ ብሓንቲ ጊዜ ብሓንሳብ ንምስላጡ ንሕና ብጣዕሚ የሕጉሰና እሱ ጥራሕ ዘይኮነ ጊን ነታ ሓንቲ መግቢ ንሕና ክንሰርሓ ከለና ጠቕማ፣ ኣሰራርሓኣ፣ እቲ ልዕሊ ኩሉ ከኣ ጠቕማ፣ ኣብ ነብስኻስ እንታይ ሂወት የምጻልካ፣ እንታይ ጥዕና የምጻልካ፣ እንታይ ሓይሊ የምጻልካ፣ ቢታሚን ሲ ድዩ ቢታሚን ዲ ድዩ ኩሉ እቶም ቢታሚናት ዝተማሃርናዮም ብጣዕሚ በብሓደ ዋላ ደኣ ብዙሕ ተፍልጦ ኣይሃልወና እምበር በታ ተማሃርናያ መንገዲ ንኽንጥቀመላ መቸም ኣነ መመሊሱ የተባብዓንን ሕጉሰንን። ንመጀመርያ ግዜ ከማን ሕጂ ተሓጒሰ ክብል እኽእል እየ ኣነ። ፅቡቅ
ገሊኡ ኣብ ሓንቲ ዓይነት መግቢ ጥራሕ ንጥቀመሉ ነበርና ሓዋዊስና ሕጂ ከም ንጥቀመሉ ፍሉይ ዓይነት ትምህርቲ ኢኹም ተዋሂብኩም ዘለኹም ቀደም ትጥቀምሉ ዝነበርክን ሕጂ ኣታቲኽዮ ዘለኺ ኣሰራርሓን ፍልልይ ኣምፅልኪ ዶ? እዎ ኣምፅለይ
ምኽንያቱ ሓንቲ መግቢ ጥራሕ ሰሪሕና ኢና ብኣኣ ምሳሕና ድያ ድራርና ብኣኣ ኢና ንካረጅ ኣብዚ ሕጂ ግዜ ዊን ዋላ ንምግዝኡ እቲ ቆጠባ ነብሲ ወከፍ እዚ በብናቱ በብኺሎ ክትገዝኦ ኣይትኽእልን ኢኻን ሓንቲ እንዳሰቐልካ ሓንቲ እንዳሰቐልካ ግን ነተን ኩለን ፍርያት ኣብዚኣ ዘለዋ ኣብ ሓንቲ ዘንቢል ነታ ሓንቲ ኺሎ ክትገዝኣ ዝግብኣካ ኩለን ክንገዝኣን ንኽእል ኢና። ኩለን ከኣ ክንጥቀመለን ንኽእል ኢና። ኣነ ልዕሊ ኩሉ ከማን ንሳ ተሕጉሰኒ ምኽንያቱ ዱባ ጥራሕ ገዚእና ጢልጢል እንዳበልና ኢና ንኸይድ ሓንቲ ዱባ ገዚእና ንኸይድ ኣብዚ ሕጂ ግዜ ግን ንባዕሉ እቲ ሚዛን ኣሻይጣ ዕድል ሂብና ስለ ዘሎ ነዘን ኣስቤዛ እዚኤን ብሙሉኤን ብቐሊል ዋጋ ገዚእና ኣብ መዓላ ክነውዕለን ንኽእል ኢና ሽግር የብልና። ሰያ እታ ቀንዲ ከኣ ደሐጎሰትና ኣነ። ጽቡቕ ልዕሊ ኩሉ ከምዚ ክትገልጽዮ ዝጸናሕኪ
ምዕሩይ ዝኾነ መቕርሒ ናይ ኣስቤዛታት ጌርና ከመይ ጌርና ሃፍታም ዝኾነ ምግቢ ንዓና ንደቅናን ንዕንግል ንቤትና ንዕንግል ማለት እዩ ክት ተማሂርኩም ሕራይ ኣብ መወዳእታ ንመምህርኪ ከመይ ትገልጽያ ከመይ ኔራ ከመይ ምሂራትኩም ኣነ ነስመረትሲ እንድዒ መምህር ክብላ ከማን ኣይክእልንየን ምክንያቱ መምህር ዘይኮነት እዚኣ ኣደ እያ ኣደ ናይ ውሽጢ ገዛ ናይ ውሻጠ ናይ ገዛና ምክንያቱ ኩሉ ግዜ ገፃ ፍሕሽው ከም መምህር ሲ እንድዒ መምህር ክብላ ከማን ልክዕ እታ መምህርና ኣላታ እንዲያ ናታ ክብሪ ግን ኣነ ንስመረት መምህር ዘይኮንኩ ክብላ ኣደ እየ ድብላ ኣዶ ኮይና ዘይኮነት ከኣ ብዕድሚኣ ጓልና እያ እዚኣ ውላድና እያ ጊን በቃራርባኣ ብፍሽኽታኣ በቅ በቃ እንድዒ ኣነ ክገልጻ ከማን ኣይክእልን እየ ሓቂ እየ ብእውነት ብጣዕሚ የሕጒሳትና እያ ኣብ ገዛኣ ናጻ ኮይና እዚ ኩሉ እዚ እኳ ዓሰርተ መዓልቲ ብዙሕ ኮይኑ ማለት ኣይኮነን ጊን እቲ ሰብ ካብ ፍቱስ ፊቱ ዝበሃል ልክዕ እዚኣ እያ ብሩህ ገጽ ስለ ዝተቐበለትና በቲ ብሩህ ገጽ ከኣኒ ክንደይ መኪትናዮ ኢና ንብል ኣብ ግብሪ ከኣ ነውዕሎ ጥራሕ ኢና ንጽበ። ቃል ትኣትዉ እወ ሕራይ የቀኔለይ ንኹላትኩም ደጊመ እንቋዕ ሓጎሰኩም ኩለት ንደሊ ናብ መምህር ከነብላ እዚኣ ሕጂ ኣስሚር እንቋዕ ሓጎሰኪ ሓጎስ ይሃብኩም ሓጎሰና
ንዓሰርተ መዓልታት ዝሓለፈ ስልጠና ማዕረ ክንደይ ድኻም፣ ሃልኪ፣ ጻዕሪ ሓሊፍዎ ርዱእ ነገር እዩ። ከመይ ነይረን እዘን ዝሓለፋ ዓሰርተ መዓልታት? እዋይ እሺ ኣኔለይ እዘን ዝሓለፋ ዓሰርተ መዓልታት እተን መዓልታት ውሕዳት እየን ነይረን ግን እቲ ክንመሃሮ ዝግባኣና ተናኺፍናዮ ኢና ማለት እዩ ቁሩብ በጺሕናያ ንብል ብዓቕምናስ በጺሕናያ ንብል ኣሎ መስርሕ መግቢ ኣዝዩ ሰፊሕ ትምህርቲ እዩ በዚኣ ብዓሰርተ መዓልቲ ጥራይ ዝውዳእ ኣይኮነን፣ ግን እቲ ቀንዲ ተደልዩ ዘሎ እቲ ውሑስን መኣዛውን መግቢ ንኹሉ ኣብ ኩሉ ዝብል ቴማ ናብ ሃገር ሙሉእ ክመቓራሕ እዩ ተደልዩ ዘሎ። እዚኦም ሓደሽቲ ተምሃሮ ኣይኮኑን፣ ብምሉኦም ንፉዓት ኮኮታት እዮም፣ ኣብ ትሕቲኦም ዝምገቡ ብጣዕሚ ሓላፍነታውያን እዮም እዞም ትርእዮም ደለኺ፣ ነዚ ብምሉእ መግቢ ይፈልጥዎ እዮም፣ እቲ ምትሕውዋስ እንታይ ምስ ምንታይ ትሕውስ እዚ ክብሉ ክጸንሑ ንእሽተይ ኢኻ ተቓንዮም እምበር ኣዝዮም ትጉሃት እዮም። ዝኾነ ነገር ከይተረደኣቶም ክሓልፉ ይደልዩን እዮም ይሓቱ ብጣዕሚ ይሳተፉ ከመይ ይስዕቡኻ ከም ዘለዉ ሲ ይርዳእካ ኣዝዩ ደስ እንዳበለና ኢና ኣሕሊፍናዮ ብዘይ ቀልዓለም ማለት እዩ እዚ ከዓ ናታቶም ትግሃት ማለት እዩ እቲ ናታቶም ትግሃት እቲ ናታቶም ድልውነት ትርኢ ምሽ እቲ ናታቶም መንፈስ ትርኢ ናይ ምስራሕ መንፈስ ከምዚ ካብ ዝተፈላለዩ ቦታታት እዮም መጺኦም ኩላቶም ነንሕድሕዶም እውን ኣይፋለጡን እዮም ገለ ግን ከምዚ ካብ ሓንቲ ገዛ ዶ ወጸና መሲልና የሕሊፍናዮ ኣዚኦም ኩላቶም ኣወንታዊ ኣተሓሳስባ ሒዞም ስለ ዝመጹ ንኽንፈልጥ ስለ ዝበሉ ብጽቡቅ ከኣ ተዛዚምልና ማለት እዩ ልዕሊ ኩሉ ብፍቅሪ ማለት እዩ ጽቡቅ ግዜ ክሕዘኪ ይደልኒ ኩላትኩም ኣጋይሽ ስለ ዘለውኹም ሓንቲ ናይ መወዳእታ ሕቶ ክሓተኪ ዝደሊ ግን ሕርሻን መግብን ክትብል እንከለኻ ኣዝዩ ዓቢ ዝኾነ ዓውዲ እዩ ኣብዚ ግዜ እዚ ኣነ ይዝክሮ ተማሃሪት ናይ ሕርሻ ኣብ ዝነበርኩሉ ግዜ ንምንታይ ሕርሻ መሪጽኪ ኢሉኒ ኩሉ ሰብ እንታይ እዩ ዝመስሎ ሕርሻ ክትብል ከለካ ሒዝካ ትሓርስ ጥራሕ እዩ ዝመስሎ ግን ከምኡ ኣይኮነን ከመይ ጌርካ ኣስፊሕካ ኣብ ቁርጡብ ዝኾነ መሬት ከመይ ጌርካ ተስፍሖ ዝተፈላለየ ዕሙቕ ትምህርቲ እዩ ዘለዎ መግቢ ክንብል ከለና ከዓ ልዕሊ ኩሉ ከዓ እቲ መሰረታዊ ነገር ወድሰብ ንክነብር ዘድልዮ ኢና መግቢን ሕርሻን ክልቲኦም ተማላልዕቲ ነገራት እዮም ስለዚ ነዞም ተምሃሮ እዚኦም እዚ ዓይነት ትምህርቲ እዚ ምሕላፍኪ ክብሪ ይግባኣኪ እዩ ኣብ መወዳእታ ብዛዕባ መግቢ ትብልና ነገር እንድሕር ኣሎ ንዓኺ ዕድል ክህበኪ መግቢ ኩላህና ንሰርሕ ናብ ገዛና ጥራይ እንታይ እዩ ከምዚ ክብልኦ ክገልጾ ጸኒሕኒ ንሓንቲ ስቤዛ ትህልወና እሞ ዓደስ ንዱባ ንኣብነት ቀላል ኣብነት ነምጽእ እታ ዓደስ ምሳሕ ንገብራ እታ ዱባ ድራር በበይነን ንወስን ኣለና ማለት እዩ ስለዚ እቲ ሓዋዊስና ንሰርሖ እቲ ንህፍትሞ እዩ እቲ ዝያዳ ትሕዝቶ ዝፈጥረልና ማለት እዩ ክንሰርሕ ኮና ክንሕውስ ኮናስ እንታይ ንሕውስ ኣለና ክንብል ኣለና ብዓብይ ብዓብዮ ከዓ መግቢ ብፍቕሪ ክኽሸን ኣለዎ እዞም ትርእዮም ደለኹ ብምልኦም ብፍቕሪ ሳላ ዝኸሸንዎ እዩ ኣዝዩ ጥዑም ከይንሎም ደሎ ብሓቂ ፍቕሪ ይኣትዎ እዩ ንመግቢ ብዘየካ እቲ ንቕርቦ ቀመማሲ ደስ እናበለካ ፍሽኽ ኢልካ ተሓጒስካ ገለ ክትሰርሖን ስለ ምስራሕ ጥራይ ትሰርሖ መግብን በበይኑ እዩ ዘይገለ ዓለም እዚኣ ማለት እዩ ክብለኪ ደሊ ካልእ ካብ ኩሉ ነገራት እዚ ናይ ዓድና ናጻ እዩ ኣብ ብምሉእ ትምህርትና ኣብ ቅድሚኦም ነግረ ክለኹ ካብ ዝኾነ ዕሹግ ነገር ኣይተጠቐምናን ማጂ ተጠቐምናን ዝኾነ ካልእ ቀመማት ናይ ዕሹግ ምሹግ ኣይተጠቐምናን ኩሉ በቲ ዘለና ኣብ ዓድና በቲ ዘለና ባህርያዊ ትሕዝቶ ኢና ሰሪሕናዮ ኣዝዮ ከዓ ጥዑም እዩ ብዘይቀልዓለ ምስ ጥዑም እዩ እቲ መግቢ ዝኸውን ስለ ናይ ካልኦት ዝወሰኽካሉ ወይ ካልእ ዕሹግ ነገራት ስለ ዝወሰኽካሉ ይኮነን መግቢ ድምቅር ጥራይ እንታይ ምስ ምንታይ ክትሕውስ ምፍላጥ እዩ እምበር ዓቐን ኢኻ ትፈልጥ ዘለካ። የቐንየለይ ብልቢ እየ ዘመስግነኩም ንኹላትኩም ተመራቖ ከኣ እንቋዕ ሓጎሰኩም። ኣብ ቀጻሊ ን ኣብ ሂወትኩም እዚ ቀሲምኩሞ ዘለኹም ንዓኹምን ንሕብረተሰብኩምን ክትጥቀምሉ ምዃንኩም ብዘይ ጥርጥር ኣዚኣ ውን ፍሉጥ ሓንቲ ነገር እዩ። ላ ዝረሳዕክዋ ነገር እዚ ትምህርቲ ሚኒስትሪ ዕዮን ሰብኣዊ ድሕነት እዮም ኣዳልዮሞ። ብናይ ክልቲኦም ተሻረኽቲ ወይ እውን ካልኦት ዝወደቡ ኣካላት እውን ኣለውና ብናታቶም ምትሕብባር እዩ ትምህርቲ ክውን ኮይኑ ስለዚ ንዓቶም ኣዝየ ከመስግን ይደሊ ኣነ ከዓ ድሕረ ባይታይ ኣብ ናይ ዘኽታማት ተባሂሉ ዝእለ ነበረ ድውሃብ ነበረ ሓገዝ ተዋሂበ ብሚኒስትሪ ዕዮ ዝዓበኹ እየ ስለዚ ብከምኡ ዝመፅኹ ስለ ዝኾነ ሎሚ ከዓ ካብ ዝተፈላለየ ቦታታት መፂኦም ብሚኒስትሪ ዕዮ ኣብ ትሕቲኦም ዘለዉ ኣባላት ኣምጺኦም ብናታቶም ደገፍ ንዝመሃሩ ክሕግዝ ኣዝዩ ደስ ይብለኒ ማለት እዩ ብጣዕሚ እያ ደስ ኢላትኒ እዚኣ እዛ ኣጋጣሚ እዚኣስ ካብቲ ካልእ ፍልይ ትብለለይ እዚኣ እያ ማለት እዩ በቲ መንገዲ እቲ ስለ ዝመጽእ ከዓ ኣነ ማለት እዩ ጽቡቅ ያኔልና ኣስሚረይ ኣብ ቀጻሊ ብስፍሕ ብዝበለ መገዲ ክንራኸብ ምዃንና ተስፋ እንዳገበርኩ ኣብ ቀጻሊ ውን ምስ ካልኦት ብዝሕ ዝበሉ ተማሃሮ የራኽበና ብጣዕሚ ኢና ነመስግነኪ እንቋዕ ፍረ ጻዕርኺ ረኸብኪ የቀንየልና። ፍትዋት ተኸታተልትና ከምዚ ክትዕዘቡና ዝወዓልኩም ምስ ኣብነታውያን ተምሃሮ ከምኡ ውን ምስ ጻዕራም ዝኾነት ጓል ኣንስተይቲ ኣስመረት ዳምር ኢና ውዒልና ንኹሎም ተመረቕቲ እንቋዕ ሓጎሰኩም እንዳበልና መደብና ኣብዚ ዛዚምና ኣለና ኣብ ቀጻሊ ብኻልእ መደብ ክሳብ ንራኸብ ሰሰናዩ